ሰላም ሰላም ኩራትን ፍትዋትን ና ቻናለይ ቤተሰብ ሃመይ ኒኹም ደቂ ዓበይቲ ዋየ ዳሕና ዲኹም ኣነ ሰላም እያ ንስኻትም ድማ ሰላም ክትኾኑ እናተመንኹ ሎማዓንቲ ከምቲ እትርእይዎ ኣለኹም ናይ ገዛ መሳርሒ እየ ሒዘልኩም መፅእ ኣለኹ ልበዓል ቦሊኮት ልበዓል ስሚንቶ ልበዓል ፀፀር ልበዓል ሓሸዋ እዚኦም ተንዲኖ ሒዘልኩም መፅእ ኣለኹ ዋጋ ዕዳጋ ኸ ሕላፍ ኣውደ ዓመት ኸ እንታይ ይመስል ብዝብል ማለት እዩ ከምቲ ኩሉ ግዜ ልብለኩም ግን ልዛ ቻነል እዚኣ ሓደስቲ ዝኾንኹም ሼር ላይክ ሰብስክራይብ ምግባር ቤተሰብ ሁኑ ቤተሰበይ ዝኾንኹም ድማ ላይክ ሸር ናብ ጎርኩም ክትኣትዩ ብትሕትና ይሓትት ምንም ኣይተኽፈለ ኣሕዋተይ ማዕረይ ኣቱም ተተባብዑኒ ካብ ልቢ እናመስገንኹ ስለዚ ንኸድላ ጉዳይና መጀመርያ ነገር ብተድኖ እየ ኩምንኩር ተንዲኖ ኣብ ዝሓለፈ እንታይ ይመስል ኣብዚ ሕዚ ሰዓት ከ ክንደይ ሃም ንሽወጥሎ እስካብ መጨረሻ ስምዕዎ ማለት እዩ ናይ ዋጋ ቶንዲኖ መጀመርያ በዓል ሸሞንተ ሸውዓተ ሚእቲ ሰመንያይ በዓል ዓሰርተ ድማ ሓደ ሽሒ ክልተ ሚእቲ ሓምሳይ በዓል ዓሰርተ ክልተ በዓል ዓሰርተ ክልተ ድማ ሓደ ሽሒ ሸውዓተ ሚእቲ ሲሳይ በዓል ዓሰርተ ኣርባዕተ ድማ ክልተ ሽሒ ኣርባዕተ ሚእቲ ሓምሳይ በዓል ዓሰርተ ሽዱሽተ ናይ መጨረሻ ሰለስተ ሽሒ ክልተ ሚእቲ ናይ ተንዲኖ ዋጋ እዚ ይመስል በተለይ ኣብዚ ሕዚ ሰዓት በዓል ዓሰርተ ኣርባዕተ እና በዓል ዓሰርተ ሽዱሽተ ብጣዕሚ ተንዲኖ ወሲኹ ዘሎ እዚ ተንዲኖ እዚ ድማ ናይ ቱርኩ እዩ ኣሕዋተይ ምክንያቱ ናይ ዓድና ናይ ቱርኩ ኣፈላለይ ስለ ዘሎ ኣነ ድማ ናይ ቱርኩ ከመይ ከም ዝኾነ ዕዳጋ ብጣዕሚ ቆንጆ ዝበሃል ናይ ቱርኩ ተንዲኖ ስለ ዝኾነ ስለዚ ናይ ቱርኩ እየ ሒዘልኩም መጽየ ኣለኹ እምበይ ናይ ዓዱ እውን ኣሎ ብጣዕሚ ቆንጆ ብንእሽተን እዩ ኣፈላላይ ብያነስ ብዓሰርተ ቅርሺ ወይ ደሞ ብሓሙሽተ ቅርሺ እየን ኣፈላለዩ እምበይ ብበዝሒ ኣይኾነ ክብለኩም ደልየ እየ ስለዚ ቶንዲኖ እዚ ይመስል ማለት እዩ ያው ንኽድ ናይ ዋጋ ሓሸዋ ሓሸዋ ኣብ ዝለሓለፈ ክንደይ ሃምላ ተሸጠ ነበረ ትፈልጡ ኢኹም ሕዚ ሰዓት ድማ ክንደይ ከም ዘሎ በተለይ በተለይ ሓሸዋ ኣብዚ ሕዚ ሰዓት ብጣዕሚ እዩ ካዊሩ ዘሎ ኣርባዓይ ትሽዓንተይ እስካብ ሓምሳ ናተሸጠ ነይሩ ሐዚ ድማ ብጣዕሚ ብጣዕሚ ኻዊሩ ዘሎ ናይ ቴምቤን ሓሸዋ ብጣዕሚ ቆንጆ ምርጥ ሓሸዋ ስለ ዝኾነ ኻዊሩ ኣሎ ናይ ዋጋ ሓሸዋ ለሓንቲ ፅዕነት ማለት እዩ ለሓንቲ ፅዕነት ኣብ ዝለሓለፈ ሓሸዋ ትፈልጡ ኢኹም እስካብ ሓምሳ ሽሕ ናተሸጠ ነይሩ እስካብ ኣርባዓ ሽዓንተይ እውን ነይሩ እሱ ሓሸዋ ቀዳማይ ደረጃ ካልኣይ ደረጃ ኣለዎ እዩ ኸዚ እዚ ሓምሳ ሓሙሽተ ሽሕ ዝሽወጥሉ ለሓንቲ መኪና ብጣዕሚ ቆንጆ ቀዳማይ ደረጃ እዩ። ከዚ እሱ ትገዝእ ከለኻ ምስ ስሚንቶ ክሕወስ ከሎ ብጣዕሚ በቃ ደስ ልብል ጭንጫ የውልይ ለደኽመካ ነገር የውልይ ሓሸዋ ገዝኢ ካለ ሃምል ንፈት ፈልጡ ዶ ከዚ እዚ ቀዳማይ ወይ ሳልሳይ እዚ ራብዓይ እስካብ ራብዓይ ደረጃ ኣሎ እዩ ሓሸዋ እስካብ ሳልሳይ እስካብ ራብዓይ ተገዚእኻ ግድን እዩ ክንፈ ምክንያቱ ሲ ነፊኻ በቃ ህንዲ ህንዲ ግዛዕ እምኒ እዮም ኣለው እና ምግዛእና ሌቃሬና ሓሸዋ ኣንታ ኣይኮለኩም በተለይ ኣብ ገዛ ምስራሕ ልትርከቡ ኣሕዋተይ ቀዳማይ ደረጃ ሓሸዋ ምግዛእ እዩ ልበልፅ ምክንያቱ ንኣኻትም ኣየክስረኩም እዩ እንድሕር ብህንድ ህንድ ግዛዕ እምኒ ደንጎላ ዘለዎ ገዚኦኹም ኮይንኹም ግን ንኣኻትም ለ ክይሳራ እዩ ስለዚ ካልኣይ ሳልሳይ ሓምለይ ትገዙ ቀዳማይ ደረጃኹም ገዚኦኹም ሓሸዋ ተጠቐሙ ምባል ይደሊ ያው ናይ ሕዚ ዋጋ ሓሸዋ ብድሕር ኣውደ ኣመት ዘሎ እስካብ ሓምሳይ ሓሙሽተ ሽሕ በጺሑ ዘሎ እግዚኦ ንሓንቲ ጽዕነት ኮዩ ኣርባዕተ ገዛ ሓሙሽተ ገዛ ክተስርሕ ሲ ክንደይ ሓሸዋ ይኣኽለካ እዩ እና ናይ ሓሸዋ ዋጋ ቀዳማይ ደረጃ እስካብ ሓምሳይ ሓሙሽተ ሽሕ እናተሸወጠ ይርከብ ናይ ጸጸርኸ እስክንኸድ ጸጸርኸ ኣብ ዝሓለፈ ክንደይ ነይሩ ሕዚ ሰዓት ደሞ ክንደይ ኮይኑ ያው ጸጸር ሓቂ ንምንጋር ብጣዕሚ እዩ ርኺሱ ሃመይ ወልኒ እስካብ ኣርብዓ ሓሙሽተ ሽሕ እዩ እናተሸጠ ነይሩ እስካብ ኣርብዓ ሽሕ እዩ እናተሸጠ ነይሩ ፀፀር ማለት እዩ ሕዚ ደግሞ ብሓደ ግዜ እንደ ይሽወጥ ኣሎ ሰላሳይ ሰለስተ ሽሕ ያው ኣብ ፀፀር ዘሎ እግዚኣብሔር ይመስገን እዩ ዘብል ኣብ ሓሸዋ ዘሎ ግን በቃ ሲሳ ሽሕ ስት መሊ ኢላ ኣቱም ሕዋተይ ሲሳ ሽሕ ማለት እዩ እና ፀፀር ብጣዕሚ ቆንጆ ኣሎ ከምኡ ኢሉ ክረክሰልና ድማ ተስፋ ንገብር ኣሕዋተይ ያውን ክላ ብሊኮት ብሊኮት ከ ኣብዚ ዝሓለፈ ህንደይ ነይሩ ሕሰዓት ድማ ክንደይ ይሽወጥ ኣሎ ብሊኮት ኣብ ዝለሓለፈ ያው ትፈልጡ ኢኹም እስካብ 38 እስካብ 39 እዩ ነበረ ያው ንእሽተን ርክስ ኢላ ነራ እስካብ ሰሙን ትኾን ኣነ ባዕሊ እውን ለቂቀየ ነረ ሕዚ እየው ዝኽልተ ሰሙን ኣቋሪፀዮ እኒኹም በይ ለቂቀዮ ነረ እየ ስለዚ እስካብ 35 እውን እናተሸጠ ነሩ ሕዚ ድማ በዓል ዒስራ ክንደይ ሽወጥ ለመሲልኩም 36 ይበፅሖ ኣሎ እንደገና ሓምታ ልላታ እያ ትምለስላ እንድዒ ካልኣይ ነገር ድማ በዓል ዓሰርተ ሓሙሽተ ድማ ሳላሳይ ኣርባዕተይ ብሓንቲ ቅርሺ እየን ኣፈላለየን ብሓንቲ ቅርሺ ማለት እዩ ከዚ ብክልተ ቅርሺ በሊፃታ እኒኣ ቅድም ኢልካ ግን ሳላሳይ ሓሙሽተ እቲ እናተሸጠ እቲ ድማ ሳላሳይ ኣርባዕተ እዩ ዝሽወጥ ነይሩ ምክንያቱ ናይ በዓል ዓሰርተ ሓሙሽተ ትፈልጡ ኢኹም በተለይ ነፀላ መንድቕር ትንድቑ ኣሕዋተይ ብውሽጢ ስለ ዝጠቕመካ በዓል ዓሰርተ ሓሙሽተ ብጣዕሚ እዩ ዝጠቕመካ ስለዚ ብሓንቲ ቅርሺ እየን ኣፈላለየን ያው ንኸድላ ስሚንቶ ስሚንቶኸ እንታይ ይመስል ስሚንቶ ኣብ ዝለሓለፈ ብጣዕሚ ብጣዕሚ ዶ ረኺሱ ነይሩ ሓቀይ ላብ ትሽዓንተ ሚእቲ ኣትዩ ነይሩ ትሽዓንተ ሚእቲ ሓምሳይ እስካብ ሓደ ሽሕ እናተሸጠ ነይሩ ስሚንቶ ብዙሕ ሰብ ኣሎ ለራገፍ ሽዑ ሰዓት ማለት እዩ ኣብዚ ውሽጢ ወርሒ እዙይ ሕዚ ድማ ያው ስሚንቶ እኳ ደሓና እዩ ኣይምርሪ እግዚኣብሔር ይመስገን እስካብ ሓደ ሽሒ ኣርባዓ እዩ በፂሑን እዩ ማለት እዩ ዘን ኣርባዓ ቅሺ እየን ወሲኸን እምበይ እስካብ ሓደ ሽሕ እናተሸጠ ቃንዩ ነይሩ እዩ ስለዚ ናይ ገዛ ክተስርሕ ተኾይንካ ብጣዕሚ እዩ ከቢድ ተንዲኖ የድልየካ ስሚንቶ የድልየካ ሓሸዋ የድልየካ ብዙሕ ነገር ፕሮሰስ ኣሎ ብዙሕ ማለት እዩ ስለዚ ገዛ ኣብ ምንታይ ኣይሉ ውድአካ ኣሕዋት ብዙሓት ትጥይቃን ይኽን በተለይ ኣብዚ ናይ ቦታ ክለቅቅ ከለኹ ናይ ገዛ መስርሒ ለ ይለቀልኽን እየ ግን ኣብዚ ሕዚ ሰዓት ይድንጉለኹ እየ ናይ ገዛ መስርሒ ህንዱዚ ልኣክል ማለስ ይድንጉለኹ እየ ምክንያቱ ልበዓል ሞያ ብደንቢ ጌርካ ሓቲትካ ጠይቕካ ርኢኻ እዩ ላውዚ ሸር ልገብሮ እምበይ ኣነ ሃምዚ በቃ ስኢልካኒዮ ሸር ኣይገብረክን እዩ ስለዚ ኣነ ደሞ ብደንቢ ገይረ ሓቲተሊ በዓል ሞያ ጠይቕካ እየ ላባካትን ሸር ልገብረክና ብዙሓት ኣሕዋት ይጠይቐን ኢኽን ገዛ ኣብ ምንታይ እዩ ዝውደቅክን መስልክን ኣብ ምንታይ እዩ ዝውደና ኩላትና ማለት እዩ ገዛ መጀመርያ ነገር ኣሰረት ኣሰረት ብጣዕሚ እዩ ዝውደካ እምኒ የድልየካ ልዋዕሉ እቲ ገዛ ክልተ ገዛ ድካ ተሰርሕ ሰለስተ ገዛ ድካ ተሰርሕ ብዘየገድስ መሸሸታ ክምላእ እዩ እዚ ፀፀር የድልዮ እዩ እምኒ የድልዮ እዩ እምኒ ድማ ናሰበርካ ኣርማትራ ክምላእ ከሎ ብጣዕሚ እዩ ዝውደካ ኣብ ሰረት ማለት እዩ ካብዛ ሰረት እንድሕር ንእሽተ ንዕል ኢላስ ካብ ቆርቆሮ ትኾነ ከዓ ስልጥ ይብለካ ውዶ ኣብ ምንታይ እዩ ዝውደካ ገዛ መሲልኩም ቆርቆሮ ወቂዕካ መስትያት ክበሃል፣ ማዕፀ ክበሃል፣ ናይ ግቢ ማዕፀ ክበሃል፣ ናይ ውሽጢ ገዛ ግቢ ክበሃል፣ እዚ ሽንቲ ቤት ክበሃል ኣብዚ ለይጠቅኩ ኣይ ኣይውድእን ኢል ትብልሲ ልባዕሉ ልባዕሉ ኣብዚ ምስማራት ለሎ እኳ ብጣዕሚ እዩ ዝውደካ ብጣዕሚ ማለት እዩ እና ገዛ ሰሪትና እስካብ ቆርቆሮ ግን ገዛ ስርት ምስ በለት እስካብ ቆርቆሮ ደው ኣየጉይ ኣብ መጀመርያ ነገር ኣሰረት ብጣዕሚ እዩ ዝበልዕ ኢለኩምዎ ዶ ቆርቆሮ ወቂዕኻኸ ጉድሕ ርኢኸ ጉድ ጉድ ጉድ ኒኦ ዝበልዕ መለሰኒ ክበሃል ቦሎፎን ክበሃል ስራሚክ ክበሃል ረና ስራሚክስ በዓሉ ፈልጥ ኩሉ ነገር ትብል ብጣዕሚ እዩ ዝበልዐካ ስለዚ ኣጆና ክብል ይፎቲ ያው ኣብ ስደት ዘለና በተለይ ኣሕዋት ማዕረ ኣይትጨናነቃ ጭንቀት ወሲቑ ሕማም እዩ ዝገብረልካ እምበ ኣየባራትዐካይ በቃ ክገብሮ እየ እንድሕር ኢልካ ኮይንካ ከዓ ኩሉ ነገር ብልብኻ ክትገብሮ ኣለካ ኤህ ናበልካ እንድሕር ክገብሮ እየ ኢልካ ግን ምንም ሓደ ንባዕልካ ትጉዳእ ኣለካ ካልኣይ ነገር ደሞ ልትሰርሖ ነገራት ከዓ ከዓ ቃላትካ እናውፃእካዮ በቃ ዝኾነ ነገር ለግንየካ ኣሎ በቃ ክገብሮ እየ እናበልካ ሲ ሎይ ትሰርሖ ስለዚ ኣጆኽን ኣሕዋተይ መዓረ ኣይትጨናንቓ ማለት እዩ ቦታ ኩሉ ልጠየቕናኒ ኣድግራት ኣወጉላዕ ውቕሮ ዕዳግ ሓሙስ ብዙሕ ነገር ጠየቕና ንለኽን ከም ፀርኽን እዮ ማለት እዩ ስለዚ ካለም ፀርኽን ድማ ዓቕሊ ይሃብክን ያው ኣነ እውን ከም ፅየ ኣይድንጉይ ስለዚ ናይ ልማዓንቲ ቪድዮና እዚ ይመስል ነይሮ ብካሊእ ቪድዮ እስካዕ ካልእ መስል ስሰናይ ደቂ ዓበይት ዋየ ባይ ባይ